ያው ሰላም ሰላም ልኸበርኩም ናይ ረማይ ፊልምስ ዩቲብ ቻነል ቤተሰብ ልኸበርኩም ተኸታተልተይ ረማይ ናትኹም ተመሊሰ መፅ ኣለኹ እሽሓት ሰሜን ይኹም ለይ ዳሕና ዲኹም ጥዕና ስራሕ ቤተሰብ ኩሉ ሰላም ይወዶ ተመስገን በቃ ከምዚ ኣልጢቀኩም ኩልሻዕ ማለት እዩ ንምንታይ ድዩ መሲልኩም ከም ቤተሰብ ስለ ርኢኩም እዩ ብምቕፃል ውሓት ኣብ ናይ ለማዓት ቪድዮና ብዙሕ ነገር ክንርኢና ካብኣቶም ሓደ ድማ እቲ ቀታሊ ሰብዚ ዓርሶ ኣጥፊኡ ብዛዕባ እዚኣቶምን ካልኦት ብዙሓት ነገራት ኣብ ናይ ሎምዓልቲ ቪድዮና ክንርኢ ኢና ቅድሚ ናብ ቪድዮና ምንታይና ግን ሓደ ነገር ንገረኩም እሱ ድማ እንታይ እዩ ኣብ ናይ ትማሊ ቪድዮና ሓንቲ ጓል መላጥ ወዲ እልፎትና በለት ነይራ ከመይ ዘለ ወዲ ኢኺ ትምርዖ ትደሊ ብናትካ ሓሳብ ማለት እዩ መላጥ ነዚ ጉዳይ እዚ ሓደ ሓብና ኮመንት ጽሒፉ እስቲ ነንብቦ እንታይ ኢሉ ብል ከደር ጉዑሽ ኢሉ ብል ከደር ተላፅኡ ኢልካ ማ ንገረለይ ሮሚተይ ንዘን መላጥ ዝፈትዋ ኢልኒ ጣጣይ ወሊ ከደር ሓወይ እዚ ንዓይ የሕደጎ ስምዓ ኣትን መላጥ ትፈትያ ወለዶ ሓተይ ከደር ተላፅዩኒ ኮንታክት ክገብሮ ብል ተካእለ ክን ዓቕመይ እሽሓት ህዚ ዘረባ ከየብዝሐልኩም ናብ ቪድዮና ክንኣት ኢና ቅድሚ ናብ ቪድዮና ምታይና ግን ምስ ቻነል ዝሓድሽ ዝኾንኩም ሳት ተሃሊኹም ሽዱሽተ ሽሕ ክንመልኣ ዝተወሰነ እዩ ተሪፍና ሽዱሽተ ሽሕ ንምለእ እያ ክለኩም ይደሊ እሽሓት እቲ ቪድዮና መጀመሪ ክኾነና ብዚኣ ንጀምር እንታይ ይብለና ኣሎ ወይን መባእሲ ምክንያት ትስእን ተለኻ እሺ ኣጋጣሚ ነይሩ ባይዘ በለላይ ራይሞት ሽክር

ሬልኻ የምራይ ምንስ ኣይሃለለኒ ስቆልት ኣሕዋት ካብዛ ቪድዮ እንታይ ተዓዝየ ካብ ለለዎሲ ለይብሉ እዩ ወፃእ ለብዝሕ ብጣዕሚ ማለት ካብዛ ለይብሉ ንላዕሊ እዛ ለይብሉ ምዃኑ ኣሚኑ ሰው ኢሉ ከይነብር ማ እዚ ለይብሉ እዩ ካብዚ ለለዎ ንላዕሊ ወጪ ለውፅእ ትርኢ ኣለኹም ኢኹም እዞም ለይብሎም ገዛ ፀበል ይገብሩ ንግዳይ ዘይገብሩ መርዓ ኣካይዱ
ሐዚ ኣብ መንገዲ እናተጓዓዝና ዝኾኑ ሰባት ሓደ ጉዳይ ልዕሎም ብጣዕሚ ክካትዑ ሰሚዐስ ናይ ማን እዚ ጉዳይ እዚ የካትዕ ድዩ ብምባል ክሓስቡ ከለኹ ምናልባት እስኪ ተመልከቲ እውን ብዛዕባ እዚ ጉዳይ እዚ ዘለዎም ርእይቶ ከካፍሉኒ ገለለ ሒዘልኩ መፅ ኣለኹ ክብራት ተመልከቲ እዞም ሰባት ዘልዓልዎ ርእሲ ወዲ ተባዕታይ ዕድመ ልክዑ ዝጽዕር ዕድመ ልክዑ ዝሰርሕ ዝርህጽ ገንዘብ ክእክብ ክህፍትም ዝኹሉ ጻዕሪ ዝገብር ሓንቲ ጓል ኣንስተይቲ ኣእትዩ ናብራ ንክገብር ሓዳር ንክምስርት ብዙሕ ምስ ጻዕረ ብዙሕ ምስ ደኸመ ዋላ ዘይብላ ጓል ኣንስተይቲ እውን እእትዩ ሓዳር ንክገብርን ሓዳር ንክምስርትን ቆልዑ ንክወልድን እዩ። ጓል ኣንስተይቲ ብናይ ባዕላ ጻዕሪ ብዙሕ ገንዘብ፣ ብዙሕ ሃብቲ እንተሐረ ዋህሊላ ግን ኣብ ክንዲ መጻምዳ ትእልሽ በይና ንኽትከውን እያ ካብ ሰብ እናሃደመት ትነብር ዝብል ኣርእስቲ ኣልዒሎም ብጣዕሚ ይካትዑ ነይሮም ማለት እዩ። ዝተፈላለዩ ኣብነታት ይሸራሸሩ ነይሮም ካብ ክልቲኡ ወገን። ምናልባት እቲ ወዲ ተባዕታይ እዚ ኩሉ ምስ ጻዕረ፣ ምስ ሸቀለ፣ ምስ ሃፍተመ ሃፍታም ካብ ዘእትኳስ ድኻ ትሕት ዝበለ መነባብሮ ካብ ዘለዎም ሰባት መሪጹ ከእቱ፣ ክምርዖ፣ ሓዳርን ናብራን ክገብር እዩ ዝብህግ፣ ከምኡ እውን እዩ ዝገብር ይብሉ። በቲ ካልእ ወገን ግን፣ እታ ጓል ኣንስተይቲ ብፍላይ ብናይ ባዕላ ጻዕሪ ዘጥረዩቶ ሃፍቲ እንድሕር ደኣ ሃልዩ፣ ብሓደ ወገን ንሳ ናብ ሰብ ክትቀርብ ኣይትደልን ወይ ከኣ ካብ ሰብ እናሃደመት እያ እትነብር። ምናልባት ነጻ እንተኾይና፣ ፍቓደኛ እንተኾይና እኳስ፣ ናብኣ ንኽቀርብ ድሌት ዘለዎ ሰብ ብጣዕሚ ውሑድ እዩ፣ ማለት እውን ብናይ ጓል ኣንስተይቲ ሃፍቲ ቅሳነት ዘለዎ መነባብሮ ክመርሕ ይኽእል እየ ዝብል ድኻ ወዲ ተባዕታይ የለን ዝብል ሓሳብ የንፀባርቑ ነይሮም። ክቡራት ተመልከትቲ ኣብዚ ጉዳይ እዚ ዘለኩም ምልከታ እንታይ እዩ? ምናልባት ብጓል ብወዲ ተባዕታይ ንምብልላፅ ተደልዩ ዘይኮነ ኣብ ማሕበራዊ ናብራ ደቂ ሰባት ካብ እትምልከትዎ ካብ እትዕዘብዎ ተርእዮታት ኣየናይ ሓሳብ እዩ ዘመዝን? ሃፍታም ወዲ ተባዕታይ ድኻ ጓል ኣንስተይቲ ኣእትዩ ብቕሳነት ወይ ድማ ሓዳር መስሪቱ ናይ ምንባር ባህጊ ዘለዎ ክኸውን ከሎ፣ ጓል ኣንስተይቲ ሃፍቲ ብዘኻዕበተት ቁጽሪ ናብ ሰብ ምቕራብ ዘይኮነስ ካብ ሰብ ምህዳም እያ ትመርጽ ዝብል ሓሳብ ናትኩም ሓሳብ ወይ ድማ ናትኩም ምልከታ እንታይ እዩ? ርእይቶ ሓሳብኩም ኣብ ኮሜንት ክተስፍሩ ዓዲመኩም ኣለኹ። ኣሕዋት ዝሓውና ኣለወለና ሰሚዕናን ኢና ማለት ኣዋልድ ኣሕዋትና ክፍት ማተለዋሲ ካብ ወዲ ርኤን ልሙራዕያ ካብ ትሕቲኤን ዋላ ለሎ ወዲ ርኤን ልሙራዕያስ በይነንኩም ምዃን እየን ዝመርጻ ይብለና ኣሎ ግደፋ እባ ፕሊስ በቃ ግደፋ ግደፋ ግን ኣሕዋት ብፍላይ ድማ ወዳት ኣሕዋተይ ማለት እዩ ድኻታት ኢና ኢልኩም ከይትሓሱ ማለት ድኻታት ኮይና ኢና ከምዚ ኮይና ድኻታት ኮይና ኢና እዚ ኮይና ኢልኩም ከይትሓሱ ዘውኛ ሓውና ንስምዖ እዮ ሞቲቬት ኢለና ኣለሽ እየ ድኻታት ኢና ኢልኩም ትሓሱ ዶ እዎ ከይትሓሱ ንምንታይ ፈጣሪ ንምንታይ ክልተ ኩላሊት ይብኩም እሺ ሓዲ ሸይጥኩም ትጥቀምሉ ስርሕ ስርሕ ኣቢልኩም ትምልስሉ ፈጣሪ ንጓሃዮ ሃምሰው የኾነ ንኣብነት ኩሎም ሃፋትም ሓንቲ እያ ኩላሊቶም እስቲ ክልተ እዩ ሓንቲ ኣይ ኩላሊቶም ኩለ መፋትን ሓንቲ ኣይ ናትን ማለት ኩ ይምፃ እሞ ኣነ ክልቲኡ ኩላሊተይ ልሰብ ሂበ ብዜሮ ኩላሊት ይጓዓዝ እሺ ተዋወና ተንፈልጥ ልጎደለና የለይ ስለዚ ኩሊና ንሕሰበላ ኣብ ኮሜንት ስደቂ ዓበይቲ ኣሕዋት ዝሓውና ለለና ሰሚዕኹም ኔኹም ግን ከይሓሰቡ ሓንቲ ዓባይ ነገር ተናጊር ባይዘወይ ልተዋሃበና ተንፈልጥ ሲ oh, ተዋህና ተንፈልጥሲ ዝጎድለና የለይ ተወዲያ እዚኣ ሒዝና ንቐድሚት እሸውዓ ዝተውዚ ድማ ና ኣብ ዩኒቨርስቲ ዘለዎ ኣሕዋትና ዩኒቨርስቲ ልማር ዘለዎ ኣሕዋትና ለለዎ ህላው ስቴሽን ሀዚ ለለዋ ስቴሽን ረያ ጨነቐና እኮ ግቢ ምምሃር ኣረኸ ይሃንጎሮ

ካብኡ ኩላሊትኩም ላሸጥኩም ትነብሩ እሸሓት እስተ እዚኣ እኒኣ ቪድዮ ጋብዘኩም ማለት ማርያምን ክጋብዘኩም ብትኽክል ዳርጋ ክልተ ደቂቃ ገሊኣ ትኾን እዛ ቪድዮ ኮፍ ኢልና ንረኣያ እሞ ካብኡ ክነግረኩም ኣብ መጨረሻ ኣደዋይ
ኣነ መን ድየ ቀዲማ ካብካ ግን ኣደ ኣደ
ዳሕና ዲኹም ሰሚኻ ኖ ኖ ኖ ኖ ለማዓንቲ ዓብዪ ዜና ይሕዘልኩም መፅእ
ኣይትልምናይ ድሕሪ ሕዚ

ኣንሕናማ ንስኽን ነድልየክን ነገር ዘትነግራና ገዛ ክራይ ባዕልና ምግቢ ባዕልና ኣነ ምንም ካብ ጅባይ ለውፀ ይብለይ ናይ ኣሕዋትና እኔው ለባማት ተኸተኹም ካልይ ተውጠለይዋ ኸዲ መዛግድ ክራይ ገዛ ካፊልካለይ ናብ ሰለስተ ወርሒ

እዘን ኣዴና እዚኤን ከይፅግመን ኣብ ገዝኣን ኮፍ ይበላ ድሕሪ ሕዚ ከይልምና ሓደራኻ ኢሎምኒ ኣብዚኣ እኒኣ ዓሰርተ ሽሕ ቅርሺ ዋየ ቃደመ ካፍደ ዓሰርተ ሽሕ እያ እሺ የቀንየለ ዓሰርተ ሽሕ እያ ደንብ ሓዛኣ ኣደዋይ ሕዚ መርቆ ኣሎ ሙሉእ ብርሃን ያውኻ ከለትኻ ኣታ ስኻ ኢኻ ኣውዳዋ ኣውራ ማስኻ ኢኻ ኣቦ ውሉደይ ማለት ኢኻ ውሉደይ ውሉደይ ቃድማ ኻዋ ወድ ኣነባ ፍቶ የብለካ ወድ ኣነለ ኣነለ ኣደ ዋላ መጽሐፍ ክትቀክን የለ ደክ ነገር ታሊ ግን ዋላ ንእነ ተግኒኽና ነግራ ኣና ዓሊ ታሊ ኣነሺ እሺ ነባ ሰላም ዓልቲ ክነልኽን ክዳንክን ቀይር ኣቢልኽን ምሳሕን ምሳሺ እሺ ሓዝ ቪድዮ ምረናየ ማርያምን ብጣዕሚ ደስ ይለል ብጣዕሚ ብካይቲ መፀካ ትርኢ ተለካ ና ልኡል ቪድዮ መጀመርያ ልዕሊ ኩሉ ንልኡል ከመስግኖ ይደሊ ብፍላይ ድማ እዛ ቪድዮ እዚኣ እንድሕር ትርእየን ለካ ተኾንካ ብጣዕሚ ዓብዪ ሰብ ኢኻ የቐኒልና ትገብረ ለካ ነገር ቀሊል ይኾነ ይክሉ ይደሊ ብምቕፃል ኣቱም ናልኣክኹም ዝቕርሺ ትልእክዎ ዘለኹም ብደገ ኮንኩም ንልኡል ናልኣክኹም ንሓግዘልና ገለ ትብሎ ዘለኹም ሰባት ተለ ብልወፀ ፅፍዕ ፅፍ ገይሩ ይመልሰልኩም ክሎም ይደሊ ብቻለ ኮነ ኮይኑ ኣቱም ከምዚ ዓይነት ፅቡቕ ስራሕ ትሰርሑ ሰባት ፈጣር ባዕሉ ይርኤልኹም ክለኩም ይደሊ እሽሓት እስቲ ካብዚ ምቕጻል ድማ ኣብዚ ማሕበራዊ ሚድያ ኣዘራራቢ ዝነበረ ጉዳይ ክወስደኩም እስቲ እዚ ቪድዮ እዚ ብሓደ ኮይና ንረዮ። ብምቕጻል ድማ ጉዳይ ቐትለት መርዓት ሓፍትና እዩ ክልየና። ካብ ከተማ ውቕሮ ሓዝዩ ሓደ መደንጸዊ ዜና ሰሚዕና ኔርና። ሓንቲ ሓፍትና ማለት እዩ ብመርዓዊኣ ሓንቲ መርዓት ብመርዓዊኣ ተቐቲላ ዝብል ሓበሬታ ወጺኡ ኔሩ። መደንጸዊ ንምስምዑ ዝኸብድ ከቢድ ኣዝዩ ኣዝዩ ድማ ልብኻ ዝሰብር ሓበሬታ ነይሩ ኣብቱ ዝሓለፉም ኣወርሓት ማለት እዩ። በዚ ጉዳይ እዚ ድማ ማለት እቲ ቀታሊ ኢዱ ሂቡ ከም ዝነበረ ክሳብ ሕዚ ግን ምንም ፍታሕ ከም ዘይረኸበ ኣቃታትልኡ ድማ ኣዝዩ ኣዝዩ መደንጸውን ብበለሕቲ ነገራት ተጠቒሙን ሕማቕ ኣቃታትላ ከም ዝቐተላን እውን ይፍለጥ እዩ። ክሳብ ሕዚ ግን ፍታሕ ኣይተረኸበን ክቡራት ተኸታተልቲ መደብና። ኮይኑ ግን ኣብዚ ሕዚ እዋን ዝወጽእ ዘሎ ሓበሬታ ከም ዘመላኽቶ እንተኾይኑ ማለት እዩ እዚ ሰብ እዚ ዓርሰ ከጥፊኡ ወይ ድማ ዓርሱ ንኸጥፍእ እውን ተታሒዙ እንዳተባሃለ ብርክ ዝበሉ ኣብ ማሕበራዊ ሚዲያታት ብሰፊሑ እንዳተወረዩ እዮም ዝርከብ ዘለው እዚ ነገር እዚ ንምንታይ እዩ ከም ዓይነት ነገር ክበሃል ተኻኢሉ ዝብል ግን ካሊእ ምስጢር ክህሉ ይኽእል ኮይኑ ግን እቲ ዝረኸብናዮ ሓበሬታ ከም ዘመላኸቶ እንተኾይኑ እቲ ዓርሱ ኣጥፊኡ ዶ ከምዚ ኮይኑ ዶ ዓርሱ ከጥፍእ እውን ተታሒዙ እንዳተባሃለ ዝውረይ ዘሎ ካሊእ ዓላማ ክህልዮ ስለ ዝኽእል ማለት እውን ጥንቃቐ ክግበር ዝግብኦ ጉዳይ ስለ ዝኾነ ድማ ናባኹም ነቕርቦ ዘለና ማለት እዩ። እሺ ኣሕዋት ናይ ለማዓንቲ ቪድዮና ነዚ ይመስል ነይሩ እሽካዓ ዘረኹም ሳብ ተሃሊኹም ብጣዕሚ እየ ልፈትየኩም ብጣዕሚ እየ ለመስግነኩም ኔክስት ብካሊእ ቪድዮ እሽካዓ ንገናና ኣሃ መችኹም